ሰላም ዝኸበርኩም ተኸታተልተይ ንሎሚ ከዓ ብዛዕባ እዚ ዕዳጋ ክንርኢ ኢና ማለት እዩ ዕዳጋ ከመይ ከም ዝወዓለ ኣብ ኮይን ማርኬት ካፕ ኢና ዘለና ሎሚ መዓልቲ ዕዳጋ ቁሩብ ኣብ ኮይኑ ኣሎ ዝሓለፈ ቪድዮ እንተዘኪርኩማ ኣብቲ ስትሽን ናይቲ ዕዳጋ ነጊረኩም ነይረ ክንደይ ከም ዘሎ እቲ ዋጋ ኣጋልቀሉም ኣሎ ርኢኹሞ ነይርኩም እንተ ተጋግየ ሽዑ ኣርብዓን ክልተን ነይሩስ ኣብታ ዳሕረይቲ ግዜ ኣርብዓን ኣርባዕተን ሕጂ ከምዚ ትሪእዎ ዘለኹም ኣብዚ ኣብዚ ላዕሊ ቢትኮይን ኣርብዓን ሸሞንተ ሽሕን ሰለስተ ሚእትን ኣሎ ዳርጋ ናይ ዓሰርተ ሽሕ ዋጋ ምውሳኽ ገይሩ ኣብ ግዜ ኢንቨስት ምግባር ቀሊል ኣይኮነን። ሕጂ እንተ ሪኢኹሞ ቢትኮይን ኢቴሪዩም ኣብ ዕስራን ኣርባዕተን ጥራይ ሰዓት ጥራይሲ ክንደይ ክልተ ሚእታዊት ገለ ገሊኡ ሰላሳ ዓመት ኣብ ዘይበሎ መሊ ብዙሕ ኣሎ ግን ዕድል ክህልወካ ኣለዎ ንዓም ተሳቅ ክትከውን ማለት እዩ እዚ ንኣብነት ቢትኮይን ተሪኢኻዮ ኣብ ሸውዓተ መዓልቲ ላ ዓሰርተ ሰለስተ ዓመት ኣብ ዘይብ እዚ ቀሊል ኣሰፍ ኣይኮነን ኣብ ሶላና ኢኮሲስተም ተጣሪእና ሶላና ሕጂ ሓደ ካብቶም ዓበይቲ ንታሽኒ ስማርት ኮንትራክት እዩ እዚ ሊንክ ፓየዝ ፓየዝ ሕጂ ኣጋጣሚ ያ ርእያ ነይረ መዓሲ ሓንቲ ወይ ስቴኪንግ ገብራ ደልየ ነይረ ብዛዕባ ስቴኪንግ ገለ ቀስ ኢለ ክብርሃልኩም ተስፋ ይገብር ምስ ግዜ በዚ ኣገዳስነት ዘሎ ይመስለኒ ግን እቶም ኣገደሲ ዝበሃሉ ናይ ሶላና ተዛሪና ቼንሊንግ እናሃለ ኣብዚ እዚ ሬንደር ኣርቲፊሻል ኢንቴሊጀንስ ኣሎ ምትሓዝ ግን ቼንሊንግ እናሃለኩም ኣብዚ ፓይዝ ኔትወርክ ሰብዓን ሸውዓተን ኣብ እናሃለኩም ደረጃ ማርኬትታት ማለት እዩ ልዕሊ ሸሞንተ ልዕሊ ልዕሊ ዳርጋ ልዕሊ ሸሞንተ ሚእቲ ሚሊዮን ማርኬት ካፕ ኣሎ ማለት እዩ ዕርዲ ሓደ ቢሊዮን ቀሪቡ ቦንክ ኸና ኣሎ ቦንክ ከዓ ሚም ኮይኑ ዘሎ ዕስራን ሓሙሽተ እዚ ቦንክ ብጣዕሚ እየ ትፈትዎ ክንደይ ሰብ ሚሊዮነራት ገይሩ እዩ ሚን ኣብ ግዜኡ ብፁዕ ማለት እዩ ብጣዕሚ ንፁህ ከልቢ ንፁፍ ከልቢ ናይ ሶላና እዩ ካልእ ናይ እንታይ ሽሙ ክጥይና ዝራይ ድዩ ናይ እንታይ ሽሙ እዩ ናይ ናይ እንታይ ይበሃል ናይ ዴክሲ ሰንትራላይዝ ማለት እዩ ማእኸላይ ዘይብሉ እንተጠብት ኮይኑ ወይገል ክትገዝእ ደሊኻ መንግስቲ ዘይፈልጦ ማለት እዩ ዝኾነ ዘይፈልጦ ንስኻ ንሱን ጥራይ ትፈልጦ ዌብሳይት ማለት እዩ ቋፀረክ ያለን ግን ዓቢ ግናይ ከኣ ገንዘብ ከተተርፍ እዩ ግን ተሓታቲ ይብሉን ኣሚን ትስርቀካ የለን ግን ተጠንቂካ እዩ ዝስራሕ ከምዚ እቲ ኣድረስ ብጌጋ እንተ ጽሒፍካ የፍቲ ትደልዮ ክትገዛሉ ክሸጠሉ ትደለኻ እንተ ሓንሳ ጠፍኡ ጠፍኡ ኣይምለስን ስለዚ ንስሎ ኣሉታዊ በርቱ ብቀዝ ራይዲንግ ይፈትወ ናይ ሰላና ዴክስ ኣቢ ካልእ ኣብ እንታይ ኣሎ ናይ ሶላና ንጥፋነ ዝብሎ እዚ ጌም ይኒ ክሳብ ኣትላስ ዳኦ ብዙሕ እኮ ኢንተረስት ዝብለይን ግን ኣይደኖ ጌሚንካ ፅቡቅ ይትኸይድ ካልእ ካልእ ዕውያት ኣይኮኑን ኣኘና ኣይፍለጡን ኣለዉ ያ ንበር ናይ ሶላና ፅቡቅ ይኸይዱ

ግን ያ ናይ ቀደም እዮም ያ ቀደም እዮም ኮይ በሃሊ የርባዕተ ዓመት እዮም ክገበሩ ግን ሓደሽ እንታይ ሽቶ ኮንሲ ይኮኑን ሰንትራላይዝ ማና ኣብዚ ኣለኩም ከም ናይ ፌስቡክ ማለት እዩ ሜታቤርሲ ኣብ ሓንቲ ሓደ ጋላ ጋላ ሕጂ ዝና ኣለኩም ኣይላይ ጋላ ናይ ቀደም እዩ

ንሱዩ እዚ በፒን እዚ ሓድሽ እዩ ሕጂ እቲ ኣልጎሪዝም ናቱ ድዩብ ዘሎ ኣይ ዶንት ኖው ጽቡቅ ጌረ ሪሰርች ክገብሮ ኣለየ ግን ኢንተረስቲንግ ፕሮጀክት ኮይኑ ኣይተርፍን እዩ እዚ ፋይል ኮይን ኢንተርነት ፕሮቶኮል እኳ ናይ ቀደም ዝነበረ ዌብ ስለ ገለ ማለት እዩ ግን ኣብዚ ትሬንዲንግ እዚ ሓድሽ እዩ ስለዚ ኣብዚ ኸ በዓል መን ኣለዉ እንተባኢልና እዚም ድሪኦም ዘለኹ ኩሎም ናይ ቀደም እዮም ኣይሆፕ ናብ ናብ ናልኩም ቢቴን ሰርታኦ ዘዲ ጽቡቅ ኮይኑ ኣብ ሰላሳ ሚታዊት ኮማንድ ሂቡ ሸውዓተ መዓልቲ ኣሎ ብዙሕ ብዙሕ ፈትሽካዮ ካልእ ኤኣርሲ ኤኣርሲ ፎርቲ እንተይተጋገ ኢቴሪም እዩ

ኣብዚ እንተ ኣቲኹም ሕጂ ክትመሃር እንተ ደሊኻ ኣብዚ ናይባኹም ኣካዳሚ ሪሰርች ቪድዮ ግሎሳሪ ፕሮዳክትስ እንተ ደሊኹም ኤርድሮፕስ ተፈላለዩ ኣለኩም ኣይ ላይክ ኤርድሮፕስ ኤርድሮፕ እንታይ ማለት እዩ ከምዚ ስልትኻ ወይ ንኣብነት ሶላና ገዚእኻ ስቴክ ትገብሮን ወርሓ ክልተ ወርሓ ብዘየገድስ ንተወሰነ ግዜ ምስ ሽዑ ስቴክ ማለት ይቕመጠልካ ቁሩብ ሚእታዊት ገንዘብ ይህቡኻ ሽዑ ካፍቲ ኤርድሮፕ እንተ ዝገብሩ ኮይኖም ከዓኒ ናፃ ገንዘብ ሂብካ ማለት እዩ። ገለ ዓሰርተ ሽሕ ስብ ገለ ሽሕ ገለ ሚእቲ ገለ ሓምሳ ቅርሺ ከም ገንዘብካ ከም ዕድልካ እዩ። ስለዚ ስብ ኤርድሮፕ ፅቡቅ ነገር እዩ። ገለ ከኣ ብናፃ እውን ኣሎ። ዕድል እንተ ተሳቲፍካ ጥራይ እውን ይህቡኻ። እዚ ስፖት እዩ ክትገዝእ ክትሸይጥ እንተ ደሊኻ ጥራይ ናይ ነዊሕ ተርም ኮይኑ ዘገድስ እዚ። ሶሪ ደሪቫቲቭ እንተኮይኑ እውን ኣለኩም ዴክስ ተኮይኑ ኣብዚ ናልኩም ዝመረፅኩሞ ማለት እዩ ኤክስቼንጅስ እዮም ከም በዓል ባይናንስ ኮይን ማለት እዮም ዝሓለፈ እኮ ናይ ቤትጌት ኣዳልየልኩም ነይረ ቤትጌት ኣብ ኔዘርላንድ ክገድፎ እዩ ምስቲ ሕጊ ተስማምዐን ያ ኣነም ካብኡ ክወፅእ ማለት እዩ ግን እንዶ ዘላ እንተ ኸሎ ናይ ክሪቶ ኤክስቸንጅ ተጠቂመ ካልእ ኮይን እውን ኣሎ ይንጥፍ ስቲል ክሳብ ሕጂ ማለት እዩ ባይናንስ ኣይነጥፍን እዩ ባይናንስ ክልኪል እዩ ያ ሓልፊን ሓልፊን ክንዛረብ ኢና ኣሽፊሕና ማለት እዩ ኣገዳሲ ነጥቢ እዚ ኣይሆፕ ስራሕ ድሕሪ ስራሕ ንመለሰኩም ይኸውን እዚ ሕልፊ ሕጽር ዝበለ እንታይ ድሕሪ ክልተ ወርሒ ማይ ተሪፍዎ ኣሎ ኣፕሪል ወይ ሚያዝያ ይኸውን ዓሰርተ ሓሙሽተ መዓልቲ ተሪፍዎ ኣሎ ኣብዚ ትሪእዎ ኣለኹም እቲ ብሎክ ናይ ቢትኮይን ዝምቅለሉ እዩ ሕጂ ንሱ ክምቅል ከሎ እቲ ዋጋ ብጣዕሚ ብናህሪ ትኸይድ። ከርእየኩም እየ ከመይ ከም ዝነበረ ዝሓለፈ ግዜያት ያ ስለዚ ያ እዚ ይመስል ቢትኮይን ኢቴሪየም ግን ዝተባለኩም ዓቕሚ ዓቕሚ እንተዝሃልዩኩም ዓቕምኹም ኢንቨስት ግበሩ ኩሉ ገንዘብካ ዘይኮንካ ኢንቨስት ትገብሮ ዓቕምኻ እዩ። ሽዑ ንዓኻ ዝምችኣካ ናይ ኢንቨስትመንት ውፍር ማለት እዩ ትፈልጥ ኮንካ ዝኾነ ይፍትፈልጥ ኮንካ ኸዓ ብሓሳብ ንሪኦ ማለት እዩ ሪስክ ዓቕምኻ ትወስድ ማለት እዩ ስለዚ ናተይ ፋቨራይት እተን ትፈትወን ሳንቲም ካዓ ከሪኤኩም እየ ሓደ መዓልቲ ስለዚ ኣብቲ ፍኑው ዕዳጋ ስለዚ እያ ካልእ ሓንቲ ትብሎ የብለይ ብሓፈሻ እቲ ማርኬት ካብ ከም ዝትሪእዎ ዘለኹም እዩ ዝኾነ ክትመሃሩ ተደሊኹም ኩሉ ብናፃ እዩ ዘሎ ሰብ ወዲ ሰብ ድኣ ኣይትኽፈሉ ሕተቱ ብዙሕ ቴንኪዩ ስለ ኢልኩም ስለ ዝስማዕኹምኒ ኣብ ቀፃሊ መዓልቲ ከዓኒ የራኽበና ገለ ክቕየር ኣለዎ ወይ ክኸውን ኣለዎ ትብሎ እንተ ደኣ ሃልዩ ወይ ሓሳብኩም ፃሓፉለይ ክምልሰልኩም እየ የቐንየለይ